ሰላም ክቡራት ተኸታተልቲ ዳስና ኤክስትራ፣ ንሕጂ ኣብ ዝተዳለወ ዜናታት፣ ደቡብ ኣፍሪቃ ሕጂ እውን ኣብ ኣህጉራዊ ቤት ፍርዲ ናብ እስራኤል ዝቐንዐ ክሲ ኣቕሪባ ምህላዋ፣ ኣብ ሱዳን ዘሎ ኩነታት ብዝምልከት ወጺኡ ዘሎ ጸብጻብን ኣብ ኤርትራ ዝዕለሙ ዘለዉ ሓይልታት ምብራቕ ሱዳንን ኣብ መንጎ ኣዛዚ ሰራዊት ሱዳንን መራሕቲ ምብራቕ ሱዳንን ተገይሩ ዘሎ ርክብን ዝምልከት ወጺኡ ዘሎ ጸብጻብን ኣብ ሆላንድ ቤት ፍርዲ ጉዳይ ዝተኸሰሱ ኤርትራውያን ምርኣዩን ኣብ ፈረንሳ ኣብ ልዕሊ ሓደ ቤት ጸሎት ኣይሁዳውያን ናይ ምቅጻል ፈተነ ዝገበረ ወልቀ ሰብ ብጥይት ፖሊስ ምቕታሉን ካልእን ዘጠቓልለ ክኸውን እዩ። ኣብዛ ቻነል ድማ ናይ ወትሩ ተኻታተልቲ ንምዃን ሳብስክራይብ ክትገብሩን ነታ ናይ ደወል ምልክት ክትጥውቑን ብኽብሪ ይዕድመኩም። ደቡብ ኣፍሪቃ፣ እስራኤል ኣብ ደቡባዊት ከተማ ቃዛ ራፋሕ ከምኡ'ውን ብሓፈሻ ኣብ ቃዛ እትገብሮ ዘላ መጥቃዕቲ ደው ከተብሎን መርመርትን ጋዜጠኛታትን ናብቲ ቦታ ክኣትዉ ክትፈቅድ ብህጹጽ ትእዛዝ ክህብ ንኣህጉራዊ ቤት ፍርዲ ሓቲታ። ኣብ ቤት ፍርዲ ኣብ ዝተኻየደ መስርሕ ፍርዲ፣ ጠበቓታት ደቡብ ኣፍሪቃ፣ ደያኑ ነቲ መጥቃዕቲ ደው ንምባል ህጹጽ ትእዛዝ ንክህቡ ዝጠልብ ሕቶ እዮም ኣቕሪቦም። ልዕሊ ሰላሳን ሓሙሽተን ሽሕ ሰባት ዝቐተለን መብዛሕትኡ ክፋል ቓዛ ናብ ፍርስራስ ዝቐየረን ኲናት ሓማስን እስራኤልን ብዘስዓቦ ኩነታት ዝተመዛበሉ ወገናት ንምሕጋዞም መግቢ፣ መድሃኒትን ካልእ ሓገዛትን ንምብጻሕ ፍጹም ተዅሲ ደው ምባል ከም ዘድሊ እውን ብተወሳኺ ይምጐት። ደቡብ ኣፍሪቃ ብተወሳኺ ክፍጸሙ ንዝኽእሉ ገበናት ኲናት መርትዖታት ንምእካብን ንምዕቃብን ጋዜጠኛታትን መርመርቲ ገበናት ኲናትን ናብ ቃዛ ክኣትዉ እውን ሕቶ ኣቕሪባ ኣላ። ሚኒስትሪ ጉዳያት ወጻኢ እስራኤል ኣብ ዝሃቦ መልሲ ድማ ደቡብ ኣፍሪቃ ኣብ ዘየተኣማምኑ ምንጭታት ሓማስ ዝምርኮስ ወገናውን ካብ ሓቂ ዝረሓቐ ኣበሃህላታትን ተቕርብ ከምዘላ ብምግላጽ እቲ ቤት ፍርዲ ነቲ ይግባይ ክነጽጎ ጻውዒት ኣቕሪቡ ኣሎ። እቲ ሚኒስትሪ ኣውጺእዎ ኣብ ዘሎ መግለጺ፣ እስራኤል ብመሰረት ኣህጉራዊ ሕግን ሰብኣዊ ግዴታኣን ትሰርሕ ከምዘላን ኣብ ርእሲኡ ድማ ኣብ ልዕሊ ሲቪላውያንን ሲቪላዊ መሳለጥያታትን ዝበጽሕ ጉድኣት ንምንካይ ዝሕግዙ ስጉምታት ተተግብር ከምዘላ ገሊጹ። ብቐዳም ሸውዓተ ጥቅምቲ ክልተ ሽሕን ዒስራን ሰለስተን ንግሆ ኣብ ወሽመጥ ቃዛ ዝመደበሩ ፍልስጤማዊ ዑጡብ ጉጅለ ሓማስ ብመሬት፣ ባሕርን ሰማይን ኣብ ልዕሊ እስራኤል ሃንደበታዊ መጠነ ሰፊሕ መጥቃዕቲ ድሕሪ ምክያዱ ካብ ዝሰዓበ መዓልቲ ንደሓር ክሳብ ሕጂ ሓያል ኲናት እዩ ዝካየድ ዘሎ። ደቡብ ኣፍሪቃ ዘይጽገን ጉድኣት ዝበለቶ ኩነታት ቃዛ ንምክልኻል ሓድሽ ግዝያዊ ትእዛዛት ድሕሪ ምሕታት፣ ኣህጉራዊ ቤት ፍርዲ ንእስራኤል ኣብ ቃዛ ብጃምላዊ ቅትለት ዝተኸሰሰቶ ጉዳይ ሰሚዑ'ዩ ዘሎ። ደያኑ ኣብቲ ጉዳይ ናብ ውሳነ ክበጽሑ ዓመታት ክወስድ ከምዝኽእል ይግመት። ቤት ጽሕፈት ሰብኣዊ ረድኤት ውድብ ሕቡራት ሃገራት ኣብ ዘውጽኦ መግለጺ፣ ለበዳ ጥሜትን ሕማማትን ይቃረብ ብምህላዉ ፍርቂ ህዝቢ ሱዳን ሓገዝ የድልዮ'ዩ ክብል ኣፍሊጡ። ኣብ መንጎ ሰራዊት ሱዳንን ሓይልታት ቅልጡፍ ደገፍን ኣብ ወርሒ ሚያዝያ ክልተ ሽሕን ዒስራን ሰለስተን ውግእ ካብ ዝጅምር ንደሓር ክሳብ ሕጂ ልዕሊ ዓሰርተ ሓሙሽተ ሽሕ ዜጋታት ህይወቶም ከም ዝሰኣኑን ብኣማኢት ኣሽሓት ድማ ከም ዝተመዛበሉ'ዩ ዝፍለጥ። ወሃቢ ቃል ቤት ጽሕፈት ሰብኣዊ ሓገዝ ውድብ ሕቡራት ሃገራት ጀንስ ላረር ካብ ጀኔቫ ኣብ ዝሃቦ መግለጺ ኣብ ሱዳን ፍርቂ ህዝቢ ማለት ዕስራን ሓሙሽተን ሚልዮን ህዝቢ ሰብኣዊ ሓገዝ የድልዮ ኣሎ። ጥሜት ተቓሪቡ እዩ ዘሎ፣ ሕማማት እውን ይቃረብ ኣሎ። እቲ ውግእ ኣብ ልዕሊ ሰላማውያን ሰባት መሊሱ እዩ ዝገድድ ዘሎ፣ ብፍላይ ድማ ኣብ ዳርፉር ብምባል ኣብ ሱዳን ዘሎ ኩነታት ጠመተ ከም ዘድልዮ እዩ ተዛሪቡ። እቲ ወሃቢ ቃል ብመሰረት ዘሎ መደብ ካብቶም ሰብኣዊ ሓገዝ ዘድልዮም ዕስራን ሓሙሽተን ሚልዮን ናብቶም ኣዝዮም ዝተሃስዩ ንምብጻሕ ከምኡ ድማ ንምድጋፍ ዕላማ ከምዘሎን እዚ ንምግባር ከኣ ከባቢ ክልተ ነጥቢ ሸውዓተ ቢልዮን ዶላር ከምዘድልን ክሳብ ሕጂ ድማ ካብዚ ዓሰርተ ክልተ ሚእታዊት ጥራይ'ዩ ተዋጺኡ ዘሎ ክብል ሓቢሩ። ወኪል ውድብ ጥዕና ዓለም ኣብ ሱዳን ኣብ ዝሃቦ መብርሂ ድማ ኣብ ሱዳን ከም ሕማም ኮሌራ፣ ረስንን ዓሶን ዝኣመሰሉ ለበዳታት እንዳተዘርግሑ ይመጹ ከምዘለዉን ሰባት ድማ መሰረታዊ ቀረባት ናይ ምስኣን ተኽእሎ ኣጋጢሞም ከምዘሎ ሓቢሩ። ኣብዚ እዋን እዚ ክልተ ሲሶ ካብተን ዓሰርተ ሸሞንተ ግዝኣታት ሱዳን ብተደጋጋሚ ለበዳ የጋጥመን ኣሎ ክብል እውን ሓቢሩ ኣሎ። ምስቲ ዝቐርብ ዘሎ ወቕቲ ዝናብ ኣብ ግዝያዊ መዕቖቢ ዝርከቡ ዜጋታት ዝያዳ ስለ ዝቃልዑ እዚ ሓደጋ ዝያዳ ክጋደድ ከም ዝኽእል እውን ኣጠንቂቑ። ኣብ ርእሲ እዚ ብፍላይ ኣብ ገለ ክፋል ዳርፉርን ካርቱምን ጥሜት ይቀላቐል ኣሎ፣ ልዕሊ ሓደ ሲሶ ህዝቢ ድማ ህጹጽ ናይ ጥሜት ኩነታት ኣጋጢምዎ ኣሎ ብምባል ቁጽሪ ትሕቲ ሓሙሽተ ዓመት ህጻናትን ነፍሰጾራትን ጡብ ዘጥብዋ ደቂ ኣንስትዮን ብምጥቃስ ድማ እቶም ቀንዲ ተሃሰይቲ ክፋል ሕብረተሰብ ምዃኖም ሓቢሩ'ሎ። ብተወሳኺ ንሱ ብሕጽረት መግቢ ዝሰቐዩ ሰባት ኣብ ክልተ ሽሕን ዕስራን ሰለስተን ሰለስተ ነጥቢ ትሽዓተ ሚልዮን ከምዘይነበሩ ኣብ ክልተ ሽሕን ዕስራን ኣርባዕተን ግን ናብ ኣርባዕተ ነጥቢ ትሽዓተ ሚልዮን ክብ ከምዝበለን እዚ ድማ ብዕስራን ክልተን ሚእታዊት ወሰኽ ከምዘርኣየን'ውን ገሊጹ'ሎ። ኣብ መንጎ ሰራዊት ሱዳንን ሓይልታት ቅልጡፍ ደገፍን ኣብዚ እዋን ኣብ ዳርፎር እቲ ኲናት መሊሱ እንዳገደደ ዝመጽእ ዘሎ ኮይኑ ብፍላይ ድማ ኣብ ከባቢታት ኣብ ሰሜን ዳርፎር እትርከብ ከተማ ኣልፋሽር እቲ ኲናት እንዳጻዕጸዐ ይመጽእ እዩ ዘሎ። ኣመሓዳሪ ናይታ ብሓይልታት ቅልጡፍ ደገፍ ተኸቢባ ከምዘላ ዝግለጽ ዘሎ ሱዳናዊት ከተማ ኣልፋሽር ነበርታ ብረት ዓጢቖም ክከላኸሉ ድማ ጻውዒት ኣቕሪቡ ኣሎ። ምንምናዊ ኣብ ዘመሓላለፎ ጻውዒት፣ እቶም ብጀነራል ሕሜቲ ዝምርሑ ሓይልታት ነታ ርእሰ ከተማ ዳርፉር ዝኾነት ከተማ ንምቁውጻር ካብ ካልኦት ዞባታት ዕጡቓት የኽትቱ ከምዘለዉ ክዛረብ እንከሎ፣ ሓይልታት ቅልጡፍ ደገፍ ብወገኖም እቲ ኣመሓዳሪ ኣብቲ ዞባ ጽልኢ ይዘርእ ኣሎ ክብሉ ነቒፎሞ። ኣብቲ ካብ ዝሓለፈ ሰሙን ጀሚሩ ዝካየድ ዘሎ ውግእ ልዕሊ ስሳ ከምዝተቐትሉ ዓለምለኻዊ ማሕበር ዶብ ኣልቦ ሓካይም ይገልጽ። እዚ ከምዚ'ሉ እንከሎ ድማ ኣብ ምብራቕ እታ ሃገር ፕሬዝደንት ልኡላዊ ቤት ምኽሪ ሱዳንን መራሒ ሰራዊት ሱዳንን ጀነራል ዓብዱልፋታሕ ኣልቡርሃን ምስ ላዕለዎት መራሕቲ ቀቢላታት ቤጃ ተራኺቡ ከምዘተየን ካብዞም ቀቢላታት ከኣ ኣብ ጎኒ ሰራዊት ሱዳን ኮይኖም ዝዋግኡ ሓይልታት ኣብ ኤርትራ ምዕላም ይቕጽሉ ምህላዎም ደበንጋ ሱዳን እትበሃል ሱዳናዊት ማዕከን ሓቢራ።

እቲ ተበግሶ ከኣ ሕብረተሰባዊ ሰላም ንምድንፋዕ ጽልኢ ዝመልኦ ቃላት ደው ምባል ከምኡ ድማ ኣብ ዝሓለፉ ዓመታት ኣብ መንጎ ክልቲኦም ማሕበረተሰባት ኣብ ዝነበረ ግጭት ግዳያት ዝኾኑ ንምኽሓስ ማዕከን ምቛም ዝብል እማመታት ዘጠቓለለ እዩ ነይሩ። ሕጂ ከኣ ምስዚ ሰላማዊ ተበግሶ ብዝተሓሓዝ መራሕቲ ቀቢላታት ቤጃ ምስ ፕሬዝደንት ልኡላዊ ቤት ምኽሪ ሱዳንን ኣዛዚ ሰራዊት ሱዳንን ጀነራል ዓብዱልፋታሕ ኣልቡርሃን ተራኺቦም ዘትዮም ኣለዉ። እታ ማዕከን ብተወሳኺ ካብ ሓይልታት ቤጃ ብእብራሂም ዓብደላ ብዝያዳ ድማ ብእብራሂም ዱንያ ዝፍለጥ ዝምርሑ ሓይልታት ሓርነት ምብራቕ ሱዳን ከምኡ ድማ ብኣላሚን ዳውድ ዝምርሑ ስሙር ህዝባዊ ግንባር ሓርነትን ፍትሕን ብሙሳ ሙሓመድ ኣሕመድ ዝምራሕ ቤጃ ሃገራዊ ባይቶን ሓላፊ ኣብያተ ትምህርቲ ቁርኣን ሃሙሽ ኮሬብ ሱሌማን ቢታይ ዝካየዱ ሓይልታትን ኣብዚ እዋን ኣብ ኤርትራ ኣብ ዝተፈላለዩ መዓስከራት ታዕሊም ይቐስሙ ከም ዘለዉን እዞም ሓይልታት ከኣ ሓደሽቲ ኣባላት ንምርካብ ማሕበራዊ ገጻት ኢንተርኔት ብፍላይ ድማ ፌስቡክ ከም ዝጥቀሙ እዛ ማዕከን ጽሒፋ ኣላ። ምስቲ ብዕለት ዓሰርተ ሸውዓተ ለካቲት ክልተ ሽሕን ዒስራን ኣርባዕተን ኣብ ከተማ ዘሄግ ሆላንድ ዘጋጠመ ግጭት ኤርትራውያን ብዝተሓሓዝ ቤት ፍርዲ ብዓርቢ ጉዳይ ናይ ዓሰርተ ክልተ ኤርትራውያን ከም ዝረኣየን ካብኦም እቲ ሓደ ጉዳዩ ክሳብ ኣብ ወርሒ ሸሞንተ ዝረኣ ኣብ ትሕቲ ቀይዲ ክጸንሕ እቲ ቤት ፍርዲ ዝወሰነ ኮይኑ እቶም ካልኦት ግና ጉዳዮም እንዳተመላለሱ ክርእዩ ከም ዝኾነን ብዕለት ሰላሳን ሓደን ወርሒ ሓሙሽተ ድማ ቤት ፍርዲ መጋባእያ ክህሉ ምዃኑ ተገሊጹ ኣሎ። ፖሊስ ፈረንሳ ኣብ ሰሜናዊ ምዕራብ እታ ሃገር ኣብ ትርከብ ከተማ ራውን ዝርከብ ቤት ጸሎት ኣይሁዳውያን ከቃጽል ዝፈተነ ውልቀሰብ ከም ዝቐተለ ሚኒስትር ውሽጣዊ ጉዳያት ፈረንሳ ኣፍሊጡ። እቲ ካራን ሓጺንን ሒዙ ዝነበረ ውልቀሰብ ናብ ፖሊስ ገጹ ኣብ ዝቐረበሉ እዋን ፖሊስ ብጥይት ሃሪሞም ከም ዝቐተልዎ እቲ ዝወጸ ጸብጻብ ሓቢሩ'ሎ። ከንቲባ ከተማ ሪውን ኒኮላስ ማየር፣ እቲ ኣብ ልዕሊ ቤት ጸሎት ኣይሁዳውያን ዝተፈተነ መጥቃዕቲ፣ ንሕብረተሰብ ኣይሁድ ጥራይ ዘይኮነ ንመላእ ነበርቲ እታ ከተማ ዘሰንበደ ከምዝኾነ ሓቢሩ። እቲ ውልቀሰብ ነቲ ቤት ጸሎት ኣይሁድ ሓዊ ምስ ኣእተወሉ፣ ብርቱዕ ትኪ ዝረኣዩ ሰባት ብኣቆጻጽራ እቲ ከባቢ ሰዓት ሸውዓተ ርብዕ ጎደል ንፖሊስ ከምዝሓበሩ ማዕከናት ዜና ፈረንሳ ኣቃሊሐን ኣለዋ። እቲ ቤት መቕደስ ኣብ ውሽጡ ብሰንኪ እቲ ባርዕ ከቢድ ዕንወት ከምዝወረዶን ኣጥፋእቲ ሓዊ ድማ እቲ ሓዊ ናብ ካልእ ከይለሓመ እንከሎ መጺኦም ከምዘጥፍእዎን ሓቢሩ። ፖሊስ ናብቲ ቦታ ምስ በጽሑ፣ እቲ ነቲ ተግባር ዝፈጸመ፣ ካራን ሓጺንን ሒዙ ዝነበረ ውልቀሰብ፣ ናብኣቶም ገጹ ኣብ ዝቐረበሉ እዋን ተኲሶም ከም ዝቐተልዎ'ዩ ተፈሊጡ ዘሎ። ሚኒስተር ውሽጣዊ ጉዳያት ፈረንሳ ጀራርድ ዳርማኒን፣ ፖሊስ ንዝወሰድዎ ቅልጡፍ ስጉምቲ ብምንኣድ፣ ቅልጡፍን ተባዕን ስጉምቲ ኢሉ። ፈረንሳ ልክዕ ከም ካልኦት ሃገራት ምዕራብ ኢውሮጳ፣ ሓማስ ኣብ ዝሓለፈ ጥቅምቲ ኣብ ደቡባዊ እስራኤል መጥቃዕቲ ድሕሪ ምፍጻሙ፣ ኣብታ ሃገር ጸረ-ሴማውነት ኣረኣእያ ይውስኽ ምህላዉ ይግለጽ።